ሰላም ኤርትራውያን ተቐማጦ ከተማ ካልገርን ከባቢኣን ከምኡ ውን ብፍላይ ኣባላት ማሕበረኮም ኤርትራውያን ከነዳውያን ከተማ ካልገርን ከባቢኣን ኣብ ዝሓለፈ ናይ ካልኣይ ሩብዒ ዓመት ኣፈናዊ ጸብጻብ ላህመት ሂብና ነይርና ሎሚ ውን መበል ሳልሳይ ርብዒ ዓመት ናይ ክልተ ሽሕን ዕስራን ሓሙሽተን ብደረጃ ኣካላት ናይ ኢካክ ዘሎ ዝርዝራዊ ሓበሬታ ኣብ ናይ ኢካክ ዌብሳይትና ኣቲኹም ክትረኽብዎ ትኽእሉ ኢኹም። ግን ላህመታዊ ዝኾነ ትሕዝቶ ናቱ ካብ ስታፍ ናይ ኮሚኒቲ ሓበሬታ ክህልወና ስለ ዝኾነ ማለት ጸብጻብ ብመጀመርያ ኣብ ደገ ክትኣትዉ ከለኹም ራሕባይ ብዝቕበለኩም ዮናስ ኦፊስ ኣድሚን ኣብ ናይ ኦፊስ ኣድሚን ዘሎ ሪፖርት ትበልና ዮናስ።
ቴንክ ዩ መሓመድ። ብድጋሚ ንኩላትኩም ሰላም ሓፈሻዊ ኣብ ኦፊስ ኣድሚን ኣተኲረ መምበርሺፕ ኣፕዴትስ ኮሙዩኒኬሽን ኣፕዴትስ እንደገና ናይ ፈርስት ግሎባል ሮቦቲክስ ቻሌንጅ ከምኡ ድማ ዝሓለፈ ሳመር ዘካየድናዮ ስትሬንግዘኒንግ ዘ ታይስ ዝብል ኢቨንት ገለ ብዛዕብኡ ኢንፎርሜሽን ክህበኩም እየ ሓፈሻዊ ንኣባልነት ዝምልከት ኣክቲቭ በብግዚኡ ናይ ኣባልነቶም ዝኸፍሉ ከባቢ ክልተ ሽሕን ሓሙሽተ ሚእትን ልዕሊኡን ኣባላት ኣለውና ማለት እዩ። ንኮሚኒኬሽን ብዝምልከት ብቴሌፎን ብኢሜል ኮሚኒኬት ንገብር ኢና። ኣብ ቀረባ ግዜ ኣትሒዝና ዘተኣታተናዮ ድማ ቲኬቲንግ ሲስተም ምናልባት ብቴሌፎን ቢዚ ኣብ ዝኾነሉ ግዜ፣ ዝኾነ ሕቶታት ምስ ዝህልወኩም ኣብ ዌብሳይት ብምኻድ ኮንታክት ኣስ ዝብል ኣሎ ኣብኡ ናትኩም ሕቶኹም ብምጽሓፍ ቲኬት ክርኤይት ኮይኑ ብግዚኡ ድማ ሪዞልቭ ዝኾነሉ ሜካኒዝም ጌርና ከኣ ንሰርሕ ኣለና ማለት እዩ። ካልእ ኣብ ዝሓለፈ ኮርተር ካብ ዝነበረና መደባት ናይ ኣብ ሳመር ዝተኻየደ ናይ Strengthening the Ties ኢቨንት'ዩ ነይሩ። እዚ መደብ እዚ ኣብ ኩሉ ሙሉእ ካናዳ ዘለዋ ናይ Eritrean Communities ተራኺበን Representatives ገይረን ተራኺበን ብጉዳይ ኤርትራውያን ኣብዚ ዓዲ ዘሎና ጸገማት ይኹን ዘለዉና ዕድላት Discover ንምግባር ሓቢርና ክንሰርሓሉ እንኽእል መድረኽ ንምፍጣር ናይ ክልተ መዓልቲ ናይ ኮንፈረንስ መደብ ተኻይዱ ብሚድያ እውን ተመሓላሊፉ ነይሩ ሙሉእ ፀብፃብ ናቱ ናብኡ ከይድና ክንምልከቶን ክንሪኦን ንኽእል ኢና ማለት እዩ ብተወሳኺ ኣብ ካልኣይ ኮርተር ዝጀመረ ሳልሳይ ኮርተር ሕጂ እውን ዝቕፅል ዘሎ ቀጺሉ ክሳብ'ቲ ራብዓይ ኮርተር ዝኸይድ ዓለምለኻዊ ናይ ሮቦቲክስ ቻለንጅ ዓመት ዓመት ካብ ከተማ ካልጋሪ ንኤርትራ ወኪሎም ኣብቲ ዓለምለኻዊ ናይ ሮቦቲክስ ቻለንጅ ዝሳተፉ ደቅና ናይ ሃይስኩል ተምሃሮ ኣለዉ ማለት እዩ። ኣብዚ ኮርተር እዚ ዝነበሮም ምድላዋት እናጻፈፉ፣ ይርከቡ ማለት እዩ። ዕለት ዕስራን ሸውዓተን ኦክቶበር ኣብ ፓናማ እዩ ክጅመር እቲ መደብ። ንዕኡ ድማ ተዳሊና ንመጋሽ፣ ንጋንታ ኤርትራ ድማ ዕውትቲ ንምግባር ኣብ ምስራሕ ንርከብ። ደገፍኩም ሓገዝኩም ከይፍለየና እናዘኻኸርና፣ ዝኾነ ሓገዝ እትገብርዎ ንቲም ኤሪትሪያ ኣብቲ ናይ ፈርስት ግሎባል ኦፊሻል ወብሳይት ብምኻድ፣ ኣብኡ ሓገዝኩም ክትገልጹ፣ ብንዋት ይኹን ብሓሳብ ክትሕግዙ ከም እትኽእሉ ክነዘኻኽር ንፈቱ። ንዝያዳ ሓበሬታ ድማ ኣብ ካልእ መደብ ክንራኸብ ኢና ማለት እዩ። ሰሰናዩ። እቲ ሶርስ ናይ ፋንድ ናቶም ኤክስፐንስ ናቶም ብከመይ ይካበር ዝከውን ምናልባት መብርሂ የድልዮ ምከውን ናባና እወ እባ ንእሽተይ ትንክፈት ብልና። Thank you እወ ብዝበለጸ ንዕኡ ብዝምልከት ሰፊሕ ቪድዮ ብምስራሕ ክንመጸኩም ኢና። ቲም ኤሪትሪያ ኣብ ኣብቲ ናይ ዓለም ለኻዊ ናይ ሮቦቲክስ ቻለንጅ ንክትሳተፍ ወፃኢታት ኣለዎ እዩ። ገለ ካብቲ ወፃኢታት ድማ ብዓብዩ ነቲ ፕሮግራም ዘካይድ ዘሎ ፈርስት ግሎባል ሓገዝ ናይ ፋይናንስ ከም ዘድልየና ተዘራሪብና ዝገበርልና ሓገዝ ኣሎ። ካብኡ ወፃኢ ግን፣ ተወሳኺ ክንከፍሎ ዘሎና ከባቢ ሰለስተ ሽሕ ናይ US ዶለር ዝኸውን እታ ቲም እታ ጋንታ ባዕላ ክትሽፍኖ ዘለዋ ወጻኢታት ኣሎ ማለት እዩ። እታ ጋንታ ከም ዝብለኩም ዝጸናሕኩ ናይ ሃይስኩል ተምሃሮ ዝሓዘት ጋንታ ስለ ዝኾነት ካብ ገዛእ ርእስና ነቲ ገንዘብ ከነዋህልሎ ወይ ክነምጽኦ ኣሸጋሪ እዩ ስለዚ በብግዚኡ እቶም ህፃናት ከም ሪሳይክል ብምእካብ ዝኣመሰለ ገለገለ መደባት ብምከያድ እዮም ነቲ ገንዘብ ከዋፅእዎ ዝፍትኑ እኹል ኣይከውንን እዩ ኦፍ ኮርስ ሕጂ ግን ንሕና ናባኹም ወግዓዊ እቲ ጋንታ ኤርትራ ወግዓዊ ካብቶም ኣብዚ ትነብሩ ከምኡ ውን ዓለም ለኻዊ ዘለዉ ኤርትራውያን ሓገዝ ዝሓተሉ መገዲ ኣብ ምፍጣር ንርከብ። ኣብ ውሽጢ ካልጋሪ እትርከቡ businesses and ትካላት መጺና ክንበጽሓኩምን ብኡ ክንዘራረብን መዲብና ኣለና። ንዑኡ ብዝምልከት ግና ሰፊሕ ሓበሬታን ቪድዮን ሌላ ምስታ እትኸይድ ዘላ ቲምን ጌርና ኣብ ካልእ መደብ ካልእ መዓልቲ ኣብ social media ክንመጸኩም ኢና ማለት እዩ። Thank you። Thank you for the clarification ከም ዝፍለጥ እዚ ናይ ፈርስት ግሎባል ቻለንጅ ዓለም ለኸ ኮይኑ ከባቢ ክልተ ሚእቲ ሃገራት ዝሳተፍኦ ተፈጥራዊ ብቕዓት ናቶም ናይቶም ህፃናት ናይ ፈጠራ ናይ ቴክኖሎጂ ከመይ ጌርና ኣብ ዓለማዊ ፍርያምነትን ብድሆታት ሽግራትን ናይ ዓለም ኣብ ምፍታሕ ብንእሽተይ ህፃንነቶም ተኾስኪሶም ዝዓብይሉ ስለዝኾነ ዋይ ኖት ህፃናትና ኸ ንምንታይ ኣብ ዘይሳተፉ ብምባል እዩ እቲ ቐፃልነት ዘሎ ኣብዚ ነገር እዚ ክሳዕ ናይ ሓሙሽተ ዓመት ዝኸውን ኩንትራት ኣለና ምስኣቶም ንሓሙሽተ ዓመት ኴንና ተወሳኸ ድበዝሕ እቲ ናይ ትራንስፖርቴሽን ናቶም ኣብኡ ክፀንሑ ከለዉ ኣኮመዴሽኑ ብመሰረቱ በቲ ፈርስት ግሎባል እዩ ድሽፈን ኦፍ ኮርስ ተወሳኺ ናይ ጎኒ ወፃኢታት ክህልዎም ስለ ዝኽእል ናይ ኮሚትመንት ናቶም ንምርግጋፅ ከዓ እታ ትካል ወይ እቲ ቲም ክገብሮ ዘለዎ ናይ ርእሲ ምርኮሳ ዝዓይነቱ ክኸውን ናይ ፋንድረይዝ ፕሮግራም እውን ገዲዮም እዮም ንዕኡ እዩ ዝገብሩ ዘለዉ በዓል ዮናስ ቴንኪ ሶ ማች ብምቕጻል ካብ ናይ ኦፊስ ኣድሚን ሓፈሻዊ ብዛዕባ ናይ ምስ ፋይናንስ ናይ ኢካክ ዝተኣሳሰር ብጻይ ኤፍሬም ሓፈሻዊ ኣብ ምስ ፋንድታት ዝተኣሳሰር ዝተረኽበ ወይ ዝተፈተነ ወይ ኣብ መስርሕ ዘሎ ብዛዕብእን ግላንስ ክትበና። እሺ ቴንኪዩ መሓመድ። ትርፊ ፋይናንስ ኣብ ዝሓለፈ ሳልሳይ ርብዒ ናይዚ ሒዝናዮ ዘለና ዓመታት እቲ ዝገበርዎ ተግን ኣክቲቪታት ብፈላሊ ናክሪኦ ከለና ሓደ እቲ ናይ ሲኒየርስ ወይ ከዓ ናይ ዓበይቲ ንብሎ መደብ ካብ ESDC ብዝመፃና ፋንድ ድሮ ናይ ሓሙሽተ ዓመት ፋንድ ረኪብና ኣብ ምትግባሩ ኣለና። እዚ ፋንድ እዚ ቀፃልነቱ ከባቢ ክልተ ሚእትን ሓምሳን ዝኮኑ ዓበይቲ ወይ ከዓ ልዕሊ ዕድመ ኣብ ፕሮግራም ዘጠቓልል ኮይኑ ናይ ሓሙሽተ ዓመት ዝኸይድ ከባቢ ናይ ሓሙሽተ ሚእቲ ሽሕ ፕሮግራም ፋንድ ጌርና ኣለና። ተወሳኺ ምስዘን ናይ ፋይናንሳዊ ትካላት ብምትሕብባር ድማ ነዚ ኮሚኒቲ እቲ ካብ ነዊሕ ሓሲብዎ ዝነበረ ናይ ኮሚኒቲ ሃብ ወይ ንኹሉ ዝጥርንፍ ፋሲሊቲ ኣብ ምግባር እቲ ኦፈራት ረኺቡ ኣሎ ማለት እዩ። ብተወሳኺ ካብ ሲቲ ኦፍ ካልጋሪ ናይ ፋንድ ግራንት ረኺብና ኣለና። ነቲ ንሕና ዘለና ናይ ኣሰራርሓ ዲጂታል ዲጂታይዜሽን ኣብ ምግባር ወይ ነቲ ፋይናንስ ንኹሉ ሲስተም ዝገብር ERP ኣብ ምግባር ንርከብ ኣለና። ድሮ እቲ ፋንድ ሲቲ ኦፍ ካልጋሪ ሂብና ኣሎ ማለት እዩ። ኣብ ትግባረ ከኣ ኣሎ ማለት እዩ። ኣብዚ ዓመት እዚ ክሳብ ዲሰምበር ክውዳእ ድማ ተስፋ ኣለዎ። ብተወሳኺ እቲ ኣብቲ ክገብሮ ዝጸንሐ ነቲ ስራሕ ኣብ ምስላጥ እዚ እቲ ኣውቶሜት ኣብ ምግባር ማለት እዩ ድሮ እቲ ኩሉ ነገራት ተጠናቒቑ ኣብ ምትግባሩ ንርከብ ኣለና። ተወሳኺ ድማ ናይ ነዚ ኩሉ ኣብ ዝሓለፈ ብሶሻል ሜድያ እውን ተሓቢሩ ነይሩ ናይ ፋነረል ነዞም ናይ ወይ ከኣ ናይ እቲ ናይ ሓዘን ዝምልከት ምስተን ዓበይቲ ናይ ኢንሹራንስ ትካላት ተሓባቢርና ጽቡቕ ዝኾነ ኦፈር ነቲ ናህና ኮሚኒቲ ዝሕግዝ ድማ ኣብ ምትግባሩ ንርከብ ኣብ ቀረባ ንውሕ ሒዝናኩም ክንመጽእ ኢና። ብተወሳኺ ድማ ኣብ ዝመጽእ ኣዋርሕ ናይቲ ናይ ካዚኖ ዝፍለጥ ናይ ኣክቲቪቲ ንዑ ኣብ ምትግባር ድማ ኣብ ምድላው ከም ዘለና ክሕብር እፈቱ ማለት እዩ። Thank you። ምናልባት ኣብታ ናይታ ናይ ኮሚኒቲ ሃብ ወይ እቲ ናይ ኮሚኒቲ ፋሲለቲ ኦፍ ኮርስ ሪዞሉሽን ኣሎ ዝተወስደ ኢካክ ንክትገዝእ እቲ ኮሚኒቲ ሃብ ናታ፣

ኣብ ድሕሪኡ ከኣ እቲ ሶርስ ኦፍ ፋንድ ናትካ ውን ክህልወካ ስለ ዘሎ እቲ ናትና ድሮ ካፕል ኦፍ ይርስ ዝተኣካከብ ዝነበረ እሱ ውን ሪስትሪክትድ ናይ ኮሚኒቲ ሆል ፋንድ ተባሂሉ ሰኪርድ ዝኮነ ኣካውንት እዩ ዘለዎ ፕላስ እቶም ፋይናንሻል ኢንስቲቱሽንስ ውን ኦፈር ንሕና ክንድዚ ክነለቅሓኩም ንክእል ዝብል ክህቡ ክኢሎም ኣለዉ ከም ዝፍለጥ ነዚ ክንጅምሮ ከለና ክረዲት ካርድ ናይ ሰለስተ ሽሕን ሓሙሽተ ሚእትን ጥራሕ እዩ ነይርዎ እቲ ኢካክ ሕጂ ግን ክሳዕ ናይ ሓሙሽተ ሚልዮን ዝኸውን ሊኲዲቲ ክረክብ ክኢሉ ከም ዘሎ ኢና ክንጠሽሞ ክንገብር ንኽእል ማለት እዩ ብምቕጻል ምናልባት ኣብ ናይ ኣብ ናይ ስፖንሰርሺፕ ዲፓርትመንት ኪዩ ቱ ክሳዕ ኪዩ ስሪ ትራንዚሽን ስለ ዘለዎ ማለት እየ ምስ ናይ ኪዩ ስሪን ን ፎርዎርድ ሓዋዊስኪ ወይ ከኣ ብቕደም ተኸተል ንዓተን ክትብልና
ኦኬ ቴንክ ዩ ሕሩያ። መሓመድ ኣነ ሕሩያ እበሃል ካብ ስፖንሰርሺፕ ዲፓርትመንት ኣብ 225 ተጀመረ ኣፕሊኬሽን ኩሉ ብፅቡቕ ተዛዚሙ ኣሎ ጂ ናምበራት ዝወሰዱን ኣብ ኢንተርቪው ዝበፅሑ እውን ኣለውና ማለት እዩ ተወሳኺ እውን ኣብ 225 ከም ከም ናይ ሂማኒታርያን ሪስፖንስ ኮይኑ ኢሚግሬሽን ዝሃቡና ንቶም ሱዳን ኣብ ናይ ሱዳን ውግእ ተሳተፍ ተጸገሙ ደርጋ ዓሰርተ ኣርባዕተ ስፔስ ዓሰርተ ሓሙሽተ ተዋሂብና ካብን ዓሰርተ ዓሰርተ ኣርባዕተ ተጠቒምና ኣለና ማለት እዩ መብዛሕት ኩሎም እውን ዳርጋ ፋይል ናምበር ተቐቢሎም ኣለዉ ክሳብ ሕጂ ተወሳኺ ኣብቲ ሓድሽ ነተኣታትዎ ፖይንትስ ኣለና ኣብቲ ጋይድ ላይን እሱ ከኣ ኣብ ዝመጽእ ዘሎ ዕጫ ዝወድቀሉ ግዜ ሽዑ ኣስፊሕና ብዛዕባኡ ክንነግረኩም ኢና። ካብተን ሓንቲ ተወሳኺ ነገራት ከብለን ዝደለኹ ሕጂ ን ን ክልተ ሽሕን ዕስራን ሽዱሽተን ዝምልከት እንድዩ ኩሉ ፋሚሊ ሜምበርስ ከም ኣካምፓኒ ጥራይ ክኾኑ ምዃኖም ናን ኣካምፓኒ ዝብሃል ከም ዘይንእቱ ማለት እዩ። Yeah single parents እንተ ኣለዉ ማለት እዩ እቲ ኣሎ required documents ኣቐዲምኩም ክትቕርብዎ ክትጸንሑ ዶ ኣለኩም ንኣብነት divorce document ክህሉ ኣለዎ ተወሳኺ ውን ናይ custody ናይ document እንድሕር ቆልዑ including children ዝኸውን እንተኾይኑ እቲ case ማለት እዩ ብተወሳኺ ኣብ ዕጫ ዝወጥ ከሎ እዛ ናይ 2026 ኣቐዲሙ ክኸውን እዩ ኣብ ጃንዋሪ ከምቲ ፕላን ንገብሮ ዘለና ማለት እዩ ምኽንያቱ ቀልጢፍና እንድሕር ጀሚርና ቀልጢፍና ክንውድእ ኢና ተወሳኺ ውን ካልእ ስፔስ ክንሓትት ስለንኽእል ማለት እዩ። እቲ ሬጅስትሬሽን ኢዝ ጎነ ቢ ላይክ ኤንድ ኦፍ ኦክቶበር ፈርስት ኦፍ ኖቨምበር ማለት እዩ። ኣቐዲምና ክንጅምር እቲ ሬጅስትሬሽን ኩሉ ኣብቲ ከነጻፍፍ ካብኡ ጃንዋሪ ብተኻእለስ ጃንዋሪ እቲ ዕጫ ከምዝወድቕ ማለት እዩ።
Well I can get that

እቲ ሎተሪ ኣድሚኒስተር ተገይሩ ክሳዕ ጁን ኣብ ዘለወሉ እዋን እቲ ክምላእ ዝግብኦ ኣፕሊኬሽን ፕሮፐርሊ ተመሊኡ ይኸይድ and then going forward ካብ ኢሚግሬሽን ካናዳ ብሓድሽ ተወሳኺ ኮታ ክትረክብ ትኽልሃል እቲ ዘለካ ብምሉእ እንድሕር ወዲእካዮ ንምባል እዩ። እቲ ዘሎ ዕድል ንኽጥቀመሉ እቲ ህዝቢ እቲ ኣባል ናይቲ ኮሚኒቲኻ ፈታዊ እዩ ካልእ ዓድታት ዘሎኻ ዝያዳ ዓመት ምሉእ ካብ ዝጽበዮ ኣብ እተረኽበሉ እዋን ከኣ ዝወሃበሉ መገዲ ማለት እዩ።

ናይ ኤካ ኣካውንት ኮምሳተኹም እቲ ሪፖርት ናይ ኩላትና ማለት እዩ ናተይ ጥራሕ ዘይኮነ ናይ ዘኹሉ ዲፓርትመንት ክትሪእዎ ትኽእሉ ኢኹም ን ዝያዳ ሓበሬታ ግን ሕጂ ንእሽተይ ባክግራውንድ ወይ ውን ኣፕዴት ክህብ እየ ሓምሳን ኣርባዕተን PS ተቐቢልና ካብኡ ከኣ ሚእትን ሰላሳን ሓምሽተን ብ ውልቀ ሰብ ክንቆጽሮም ከለና ብ ፋሚሊ ማለት እዩ ፋይናንሳዊ ፋይናንሳዊ ሓገዝ ተገቢ ንብሙሉኦም ተገይርሎም ነቶም ሓደሽቲ ዝተበገሱ ዝመጹና ፕላስ ነቲ መጺኡ ሓሙሽተ ወርሒ ሽዱሽተ ወርሒ ዝገበረ ከኣ ካልኣይ ፐይመንት ሂብና ነቶም ናይ ዓመት ዝገበሩ ከኣ ከምኡ ማለት እዩ እቲ ጸሪቱ ዝነበረ ገንዘብ ሂብና ኣብዚ ከባቢ ሓምሽተ ሚእትን ስሳን ክልተን ሽሕ ነይሩ ማለት እዩ ኦረንቴሽን ሰለስተ ግዜ ተገይሩ ነዞም ሓደሽቲ ዝመጹ ማለት እዩ ምስ ሲሲኣይስ ብምትሕብባር ካልእ እቲ ዝግበር ምናልባሽ ኣብ ዝሓለፈ ሸውዓተ ሸው ሸውዓተ ገርና ኔርና ሕጂ ውን ክንቅጽሎ ኢና እዚ ናይ ባስ ፓስ ወይ ድማ ፌር ኢንትሪ ሓገዝ ማለት እዩ እንተ ከምኡ ዓይነት ሓገዝ ዘድሊኹም ቆጸራ እንተ ኣብ ሲሲኣይኤስ ድዩ ኣብ ካልእ ትካላት ኬድኩም ቆጸራ ክነውሓኩም ኣልዩ ናባና መጺእኩም እቲ ሰርቪስ ክትረኽብዎ ትኽእሉ ኢኹም እቲ ሓበሬታ ጥራሕ ኣብቲ ከምቲ ኣንተወ ዮናስ ዝበሎ ኣብቲ ኣካውንት ኣቲኹም ኣብቲ ኮንታክት ናትና ኣቲኹም ትኬት ግበሩ ማለት እዩ ካልእ እቲ ኣንቶኒ ዮናስ ዝበሎ ፓርቲ ናይቲ ሰትለመንት እዩ እቲ ካብ ኣብ ምሉእ ካናዳ ዝርከባ ናይ ኤርትራውያን ኮሚኒቲስ ኣብ ካልጋሪ ብምምጻእ እቲ ዘለና ናይ ኣብዚ ዓዲ ናይ እንታይ እዚ ሰትልመንት ናይ ምጥያስ ሂወትናስ ከመይ ኣሎ ከመይ ጌርና ከ ንተሓጋገዝ ኣብ ዝብል ከኣ ኮንፈረንስ ጌርና ኔርና ኣዝዩ ውጽኢታውን ዕውትን ኔሩ ማለት እዩ ናይ ሰትለመንት ዝምልከት ኣይ ቲንክ ነዚ ይመስል የቐንየለይ። እቲ ናይቲ ዲፓርትመንታት ነዚ እዩ ዝመስል ነይሩ። ናይ ኣይቲ ዲፓርትመንት እውን ስዒቡ ክመፅእት ሪፖርት ናቱ። መጀመርያ ጀማል ሳልሕ እባሃል ካብ ኣይቲ ዲፓርትመንት ናይ ኢጋግ ኮይነ ብዛዕባ ናይዚ ኪው ትሪ እንተ ደኣ ክንዛረብ ኮይና ኣብዛ Q3 ብዙሕ ምዕባሌ ጌርና ክንብል ንኸእል ከም IT እሱ ከኣ እንታይ እዩ ከም ትፈልጦ እቲ ክንጥቀመሉ ዝጸናሕና ሲስተም ባብል ይበሃል ባብል ክሳዕ ሕጂ ጽቡቕ ተጠቂምናሉ እንዲና ማለት እቲ ኣድላዪ ዝኾነ ናይ ኢካክ ኣክቲቪቲስ ከም ስፖንሰርሺፕ፣ ሎተሪ እስታት ኩሉ ክንጥቀመሉ ጸኒሕና። ሕጂ ግን ምስቲ ግዜ ዝኸይድ ዘሎ፣ ምስቲ ቴክኖሎጂ ዝምዕብል ዘሎ ንሕና እውን ዘይንምዕብለሉ ምኽንያት የለን ኢልና ናብ ERP ዝበሃል ሲስተም ንኸይድ ኣለና። ምናልባት ብሕጽር ዝበለ ክንገልጾ ተኾይኑ ኣብ ክንዲ ዝተፈላለየ ሶፍትዌርስ ዝተፈላለየ ሶፍትዌር ናይ ኣካውንቲን ንበይኑ፣ ናይ ሴልስ ንበይኑ፣ ናይ ፐርቼዝ ንበይኑ፣ ኣብ ተፈላለያ ክስታይ ከም ትገብር ከም ሓደ ኣምብሬላ ተጠርኒፉ ኣብ ሓደ ፕላትፎርም ተኣኪቡ ዝመጽእ ሲስተም እዩ ማለት እዩ። ሕጂ እዚ ን ኢካክ ምስቲ ምዕባሌ ዝከይድ ዘሎ ኣብ ብዙሕ ነገራት ክሕግዛ ክእል እቲ ብጀካ እቲ ስፖንሰርሺፕ ትገብሮ ዘላ ምስኡ ውን ካልእ ተፋላለየ ኣክቲቪቲስ ክትገብር ምስ እትደሊ ኢንቲግሬሽን ናይቲ ሲስተም ብሓደ ተጠርኒፉ ኣብ ሓደ ምዕቡል ዝኾነ ቴክኖሎጂ ከም ዝሓልፍ ኮይኑ ኣሎ ማለት እዩ። ተወሳኺ ብዘካ እቲ ክንዛረበሉ ዝጸናሕና ካስተማይዝድ ዝኾነ ናይ ኢካክ ሲስተም፣ ሓሊፍና ከኣ ዌብ ሳይት ንባዕሉ ውን ፓርት ናይቲ ሲስተም እዩ። ሕጂ እቲ ዌብ ሳይት ክንብል ከለና ኢካክ ተፈላለየ ዓይነ ኣክቲቪቲስ ክትገብር ትኸእል ኣብቲ ዌብ ሳይት። እቲ ዌብ ሳይት ነቶም መንበርስ ናህና ክጥቀሙሉ ዝኽእሉ ፖርታል ኮይኑ ተፋላለየ ኣክቲቪቲስ እቲ መንበር ዝረኽበሉ ካልእ ሰርቪስስ ዝረኽበሉ ማለት እዩ። ከምኡ እውን ካልእ ናን መንበር ኮይኑ እውን ግን ኢካክ ኣኮሞዴት ክትገብሮ ትደሊ ኣክቲቪቲስ ምስ ዝህሉ ኣብኡ ኣብቲ ዌብሳይት ናህና ክፅንበር ይከኣል ማለት እዩ። ስለዚ ኣብ ሓደ ሲስተም ኦዱ ሲስተም፣ ERP፣ ኮይኑ ንኹሉ ዝጠርነፈ ዓብይ ቸንጅ ኢና ጃምፕ ንገብር ዘለና። እቲ ፕሮጀክት ተጀሚሩ ኣሎ። ዊ ኣር ኤክስፔክቲንግ ኣብ ዲሰምበር ጃንዋሪ ላይቭ ከይዱ ክስታይ ክንገብሮ ማለት እዩ። እዚ ሓደ ኮይኑ እቲ ካልኣይ ኣክቲቪቲስ ኣብዚ Q3 ዝገበርናዮ ሰንትራላይዝድ ዝኾነ ነቲ ወርክስቴሽን ናህና ናይ ኢካክ ወርክስቴሽንስ እቶም ስታፍ ንጥቀመሉ ስታፍ ወይ ቦርድ መንበርስ ዝጥቀሙሉ ሲስተም ክሳብ ሕጂ እንታይ ጸኒሑ ነፍሲ ወከፍ ቦርድ መንበር ወይ ኣባል ኣዛን ኢንዲቪዥዋል እታ ሲስተም ናቱ ላፕቶፕ ይጥቀመላ ማለት እዩ ነዚ ኣሰትስ ናይ ኢካክ ኣብ ሓደ ኣምብሬላ ጌርና ማነጅ ንገብረሉ መንገዲ ነመሓድረሉ መንገዲ እዚ ከዓ ሕጂ ከምዚ ክንብል ከለና ከምዚ ዓይነት ቴክኖሎጂ ኣተኣታቲና ክንብል ከለና እቲ ኣባል ናይ ኢካክ ካብዚ ጉዳይ እዚ ብከመይ ክረብሕ ይኽእል ወይ ብከመይ ክጥቀመሉ ይኽእል እንተደኣልና እቲ ቴክኖሎጂ እናማዕበለ ይኸይድ ስለዘሎ መሰለን for example ሕጂ ንስኻ ክትምዝገብ እንተ ድኣ ኮንካ ናብ ኤካክ ብዙሕ ዘሸግሩ ነገራት ክህልዉ ይኽእሉ ንስኻ ስታክ ትኾን ኣብቲ ክትመልእ ከለኻ ሓደ ሓደ ግዜ ብቴሌፎን ደዊልካ ናብ ኤካክ ንኽትበጽሖም ቴሌፎን ይኣብየካ ወይ ብኣካል መጺኻ ክትረኽቦ እዚ ግን ኣብታ ሲስተም ናትካ ተጠቂምካ ሲምፕል ቻት ክትገብረሉ ትኽእል ከምኡ ውን ምስ ሓደ ካብቲ ቴክኖሎጂ እቲ ንጥቀመሉ ዘለና ባይ ዲፎልት ኢንትግሬትድ ምስ በዓል ዋትስኣፕን ገለ መሌታትን ኮይኑ እቲ ሄልፕ ደስክ ናህና እቲ ሳፖርት ናህና ኦቶማቲካሊ ናብ ዋትስኣፕ ናባኻ ክበፅሕ ይኽእል ማለት እዩ። ከምኡ እውን ገለ ካብቲ ሓሳባት ተሓሲቡ ዘሎ ኣብቲ ኢምፕልመንት ንገብሮ ክትምዝገብ እንተደኣ ኮንካ ንስኻ ናብ ኢካክ ሓደ ሓደ ግዜ ምናልባት ኣውቶማቲካሊ ካብቲ ካርድ ናትካ ነታ ካርድ ናትካ ስካን ጌርካ እቲ ኢንፎርሜሽን ከምቲ ልክዕ ኣብ ባንኪ ገለ ክትምዝገብ ከለኻ ኦቶማቲካሊ ከም ዝመጽእ ማለት እዩ። ብዙሕ ብዙሕ ፊቸርስ እዩ ተወሲኽዎ ዘሎ ነቲ ኢንድ ዩዘር ብቐሊል ከም ክጥቀመሉ ከም ዝኽእል ነገራት ዩዘር ፍሬንድሊ ይበሃል እቲ ዩዘር ኢንተርፌስ ናቱ ዩዘር ፍሬንድሊ ኣዝ ማች ኣዝ ዊ ካን ያኒ ዩዘር ፍሬንድሊ ክንገብሮ ከምኡውን ተፈላለዩ ቋንቋታት ከምቲ ሕጂ ኦረዲ ባብል ሒዝዎ ዘለውን እዚ እውን ዓረብኛ፣ እንግሊዝኛ ከምኡውን ትግርኛ ምስኡ ተተሓሒዙ እቲ ሰብ ብቀሊል ኣክሰስ ክገብሮ ከምዝኽእል ኮይኑ ኣሎ ማለት እዩ። ኦፍ ኮርስ እቲ ቀንዲ ናህና ጉዳይ እቲ ስፖንሰርሺፕ እንድዩ ናይ ኢካክት ሰርቪስ ዝህቦ እቲ ናይ ስፖንሰርሺፕ ከኣ ብዝከኣል ኩሉ እቲ ኣብ ቅድሚ ሕጂ ኣብቲ ቅድሚ ሕጂ ዝነበረና ሲስተም ከም ክማላእ ዝከኣል ዘይነበረ for example እቲ ፎርም ኣብ ክንዲ ናብ ኢካክ ደዊልካ እስኻ ምላእ ዝኸውን ኦቶማቲካሊ እቲ pdf ካብቲ ሲስተም ናህና ኢንትግሬትድ ኮይኑ ምስቲ ኦዱ ንገብሮ ዘለና ሲስተም ኢንትግሬትድ ኮይኑ ዳይረክትሊ ካብኡ ክሊክ ጌርካ ክትመልኣሉ ትኽእል መንገዲ እዚ ከኣ ሓደ ዓብይ ጃምፕ እዩ ንስኻ ኢቨን እቲ ኣግሪመንትስ ሕጂ ንስኻ ኢንቮይስ ክመፀካ ተኾይኑ ኢንስታንትሊ ተመዝጊብካ ናብ ኢካክ እንተ እታ እንታይ ዝበሃል ከፊልካ ፋቱ ወዲ ኮልስ ኢንቮይስ ምስ እትኸፈል እታ ኢንቮይስ ናትካ ኢንስታንትሊ ኣብቲ ሲስተም ክትመፀካ ብኢሜል ኮንፈርሜሽን ክመፅእ እዩ ከምኡ ውን እቲ ሂስትሪ ናትካ ኣብ ዝደለካዮ እዋን ኣነ ናይ ዝከፈልክዎ እዋናት ክርኢ ደልየ ክንድዚ እዋናት ክንድዚ ዓመት ኣለኒ ካብዚ ዝሳተፍ ክትብል ከለካ ውን ኢዝሊ ባዕልካ ኣቲካ ዳውንሎድ ትገብረሉ መንገዲ so ትራንስፓረንሲ ኩሉ እቲ እስካ ናይ ስፖንሰርሺፕ ዝከፈልካዮ ካብ ናይ ስፖንሰርሺፕ ከፊልካ ክሳዕ እቲ ዊዝድሮው ትገብሮ ኢቭን እቲ ኣማውንቲ ናትካ እዚ ኩሉ ብትራንስፓረንት ነዚ እዩ ከዓ እቲ ኣብ ሓደ ኣምብሬላ ክጥርነፍ ክበሃል ከሎ ክእከብ ክበሃል ከሎ እቲ ናይ ስፖንሰርሺፕ ንበይኑ ምስ ዝኸውን ሓደ ሓደ ግዜ ምስቲ ናይ ኣካውንቲን ስትራይፕ ክሰማማዕ ይኽእል የለን ወይ ይመፅየኒ የለን ክበሃል ይኽእል እዩ እዚ ግን ኩሉ ኣብ ሓንቲ ሲስተም ተኣኪቡ ንኹሉ ጠርኒፍዎ ኣሎ እቲ ሲስተም ናትካ ስለዚ ንስኻ በቲ ፕሮፋይል ናትካ ኣቲኻ እንታይ ኢኻ ክፊልካ ክንደይ ባለንስ ተሪፍካ ኣሎ እዚታት ኩሉ ከርእየካ ይኽእል እቲ ሲስተም እቲ ማለት እዩ ከምኡ ውን ኣብ ሞባይል ከኣ ኢዝሊ ነቶም ኢንድ ዩዘርስ ናህና ኮምፓተብል ኣብ ኮምፒተር ክጥቀምሉ ይኽእሉ ኣብ ላፕቶፕ ክጥቀምሉ ይኽእሉ ኣብ ሞባይል ውን ከውርድዎ ይኽእሉ እዮም ማለት እዩ ስለዚ ኢንዲፐንደንትሊ ኣፕሊኬሽንስ ብኹሉ ኮምፎርተብል ዝኾነ ኢዚ ዩዝ ዝኾነ ሲስተም ኢና ኢምፕሊመንት ንገብር ዘለና። ምናልባት ካልእ ኣብቲ ኣጀንዳ ናትና ዘሎ እቲ ናይ ኢካ ኮርት ኣፕሊኬሽን እዩ። ብዛዕባ እዚ እውን ኣፕዴት ክህልዎ ስለ ዘለዎ እቲ መንበር a little bit jotted down ዝኾነ ፖይንትስ ክህልወና እዩ። ሓደ ብመሰረት እቲ ኮርት ኣፕሊኬሽን ናይ ኢካክ እንታይ እዩ ንዝብል ብዝርዝራቱ ከባቢ ክልተ ሚእቲ ገፅ ዝኾን ኣብቲ ናይ ዌብሳይት ናትና ኣሎ።

እተን ብድሆታት ደለዋ ኣብቲ ናይ ጋቨርናንስ ቻለንጅ ንዓኣተን መፍትሒ ካብ ኮርት ንምርካብ ኮይኑ እቲ ቀዳማይ ብሙሉእ እቲ ኣባል ተባሂሉ ተመዝጊቡ ዘሎ ብ ኤርትርያን ኮሚኒቲ በቲ ናይ ናይንቲን ኤይቲ ስሪ ኦሪጅናል ኤን ኦፊሻል ባይሎው ስቲል ራቲፊኬሽን ስለ ዘድልዮ ራቲፊኬሽን ኩሉ ቅድሚ ሕጂ ናብ ኤርትርያን ኮሚኒቲ ናይ ዓመታዊ ክፍሊት ኢሉ ዝኾነ ክፍሊት ዝገበረ ሰብ ከም ኣባል ኣፍልጦ ንክወሃቦ እቲ ቦርድ ሓቲቱ ኣሎ። ካሊእ መምበርሺፕ ክራይቴርያ ዝበሃል እውን ክመሓየሽ ኣለዎ። ምኽንያቱ ኣብቲ ኦሪጅናል ባይሎው ናትና ሙሉእ ኣልበርታ ስለ ዝብል ንሕና ከዓ ናብዚ ኢና ንሰርሕ ስለዚ should be limited ኣብዚ ኣብዚ እውን ገለ ምትዕራያት ንክግበር እቲ ቦርድ ንክፍቅድ ተወሳኺ እቲ ኤጂኤም ኮረም ብምጉዳል

ካልእ ከኣ ሪዞሉሽን ነቲ ዘሎ ባይሎ ብሓዱሽ ባይሎ ንኽትካእ እዚ ሓዱሽ ባይሎ መንበር ራቲፋይ ክገብሮ ክእል እዩ ኣብቲ መዓልቲ ሕጂ እዮም ዘይረዳድእሉ ነጥብታት ኣሎ ተኾይኑ ስቲል ዲስካስ ክገብሩ ይኽእሉ እዮም ኣብ መወዳእታ ናይ ኤጂኤም ግን ኢካክ ባይሎ ሒዙ ክወጽእ ክኽእል ኣሎ ኤጂኤም ጌሩ ባይሎ ተዘይብሉ ከኣኒ ወላ ሓንቲ ዳርጋ ኤጂኤም ዘይገብረ ስለ ዝኸውን ስለዚ ነዚ ኣርባዕተ ሓሙሽተ ነጥብታት ዝሓዘ ኣፕሊኬሽን ናብ ኮርቲ ኢካክ ኣቕሪቡ እዚ ብ May thirteen, twenty twenty five ክኸውን ከሎ by June twenty six, twenty twenty five cross application ወይ ከኣ መስቀላዊ መመልከቲ እንደገና ኣትዩ ዝርዝራቱ ውን ኣጌን ኣብ ፌስቡክ ናትና ዘርጊሕናዮ ኔርና ኣብቲ ዌብሳይት ናትና ውን ተዘርጊሑ ኣሎ ዝርዝራቱ ክኣቱ ሰብ እንድሕር ደልዩ ከይዱ ክርእዮ ይኽእሉ እዩ ነዚ ክልቲኣቱን ኣይገበርናን ስለ ዝኾነ ን ዕለት ሸሞንተ August eight ናብ ኮርት ቐሪቡ ማለት እዩ በዚ ኮርት ከኣ ንክልቲኡ the main application and the cross application hearing ተኻይዱ እቲ መስርሕ ናይ hearing ምስ ተራእየ ኣብ መወዳእታ ኮርት ኦርደር ክወፅእ ምዃኑ እቲ ኮርት ኦርደር ኣብ ዝወፅኣሉ ኸኣ ንኣባላት ክንሕብር ምዃንና ነጊርና ነርና ክሳዕ ኣብዚኣ ኢና በፂሕና ዘለና ማለት እዩ ኢካክ ምስ ኩሎም ኣብዚ መስርሕ እዚ ዝተሓባበሩ ዘለዉ ኣካላት ከኣ ዕቱብ ዝኾነ ፀሚዳ ትርከብ ኣላ ክትተሓጋገዝ እያ እቲ ኮርት ኦርደር ኣብ ዝተወደኣሉ እዋን ከኣ ንኣባላት ከምቲ ተጠቒሱ ዘሎ ክንሕብር ኢና ማለት እዩ። ስለዚ ብዛዕባ ናይዚ ተወሳኺ ሓበሬታ ዝደሊ ሰብ Again ፓብሊክ ኢንፎርሜሽን ስለ ዝኾነ ኣብ ዌብሳይትና ክረኽቦ ይኽእል እዩ፣ ኣብ ኮርት ከይዱ ክረኽቦ ይኽእል እዩ፣ ዝርዝራት ኣብኡ ክህሉ ይኽእል እዩ። Whenever ሓድሽ ሓበሬታ ክንረክብ ከሎና ናባኹም ምሕላፍ ግን Of course ሓደ ካብቲ Mandates ናትና እዩ ማለት እዩ። ካልእ ዘይተንከፍናዮ ርእሲ ኣሎ እንድሕር ኮይኑ ምናልባት እቲ ናይ Canada Summer Jobs እዩ። Canada Summer Jobs እውን ሎሚ ዓመት ከምቲ ንቡር ክልተ ሰራሕተኛታት ንዝሓለፈ ኣዋርሕ ክኸፍሉልና ጸኒሖም። መንእሰያት ተማሃሮ ኤርትራውያን ከኣ ኣብዚ ምስ Community ናቶም ከገልግሉ ጸኒሖም። ብኡ መሰረት ከኣ እቲ ደሞዝ ካብቲ ናይ Canada Summer Job Fund ተኸፊሎም ማለት እዩ። ኣይ ቲንክ እዚኤን እየን እተን ኣፕዴትስ ዘለዋ። ብጣዕሚ የቐንየልና ስለ ምክትታልኩም። ኣብ ተወሳኺ ኣብ ዝቕጽል እዋን ምስ ዝቕጽል ሓድሽ ሓበሬታ ወይ ከኣ ኣብ ኪዩ ፎር ብሰላም የራኸበና። የቐንየልና።